ሰላም ሰላም ክቡራት ተኸታተልተይ ከመይ ውዒልኩም ሰላም ዲኹም? ኣነ ሰላም እየ ኣምላክ ይመስገን። ከመይ እኒኻትኩም ድሓን ዲኹም? ንሕና ኣለና ፅቡቅ ተመስገን መድሃኒኣለም እና ሓደ ሓደ ኣሕዋተይ ኣብ ኮመንት ብዛዕባ ኩነታት ዓድና ከመይ ኣሎ ኢልክን ትፅሕፋ ወይ ብውሽጢ መስመር ትጠይቃኒ ያው መልሲ ሒዘልክን መፅኤን ኢኹም መጀመርያ እስኪ ቤተሰብ ኣይኮንኩም ላይክ ቤተሰብ የለይኮንኩም ደሞ ሳብስክራይብ ናገርኩም ቤተሰብ ኩኑ ማለት እዩ እና ኩነታት ዓድና መቸም ከምዚ ትፈልጥዎ ሓደ ሓደ ነገራት ኣለ እንድዩ ግን ኣብ ስደት ኮይንካ እትሰምዖና ኣብ ዓዲ ኮይንካ እትሪኦ ብጣዕሚ ኣፈላላይ ኣለዎ እዩ ብርግጥ ኩነታት ንእሽተይ ክህሉ እዩ ግን ናካወዱ ስለ ዝሕልፍዎ ኣብ ስደት ኮይንካ ድሞ በቃ ዓድና ባንኪ ተዓፂ ማለት ጦርነት ተጀሚሩ እዩ ማለት ይኾነ ብናይ ባዕሎም ምክንያት ገንዘብ ደ ክቕየር እቲ ብር ማለት ዝነበረ ገንዘባት ብኣብዪ ኣሕመድ ዶ ክኾን ብሓደ ዶ ክኾን ብሓደ ዶ ክኾን ብናይ ባዕሎም ምኽንያት ክኾን ይኽእል እዩ ኣየር ተዓፅዩ ማለት ጦርነት ተጀሚሩ ማለት የኾነ ማለትስ ብናይ ባዕሎም ምኽንያታት ክኾን ስለ ዝኽእል ኣብ ስደት ኮይኖም ክትጭነቑ የብልኩም እዩ ማለተይ ብዓይንና ንሪኦ እዚ በቃ ሓደ ሓደ ወረታት ከም ሃገርና ንሰምዕ ኢና፣ ግን ምንም ነገር የለ ኣብዚ ዓዲ እዚ ዓዲግራት ዶ እንታይ ድኾን ኣበይ ዓዲ እዩ ብቻ ኣብዚ ዓጋሚ ገፅ ኣየር ወቂዓ ገለ ይበሃል እንድዒ ተኣየረስ ውቂዓ ትኾን ትኽእል እያ ግን ኣብኡ ኣየር ወቂዓ ማለት ኣብ ኩሉ ዓዲ ከምዚ ቅድሚ እዚ ክትነበረ ጦርነት ተጀሚሩ ማለት ይኾነ ብዙሓት እትጨነቃ ኣሕዋተይ እኒኤክን ኣይትጨነቃ ከምዚ ልውረሉ ወረ የኾነ ኣብኡ ዝኾይና ብዙሕ ምጭናቕ ኣየድሊ ብርግጥ ዓድና ጦርነት ተጀሚሩ ዝበሃል ኣብዞም ነገዴታት በቃ ኣብኣቶም እዩ ነዮ ጦርነት ዓብዪ ጦርነት ሃመይ ተርኽናንሲ ዘይቲ ኣነስ ግርም ክኢልን ናይቶም ነገዴ ግደፍዎማ ጦርነትማ ኣብኡ ለፍለጠ ንዓድኻ ንሃገርካ እንተስትወፅእ እንተስትሞት ለሓንቲ እያ ጦርነት ኒዮኻ እዚ እቲ ህዝብና እቲ ነጋዴ በቃ ዝኾነ ነገር ተሰሚዖምስ ኣሽጎም ጸኒሖም ብቅናሽ ገዚኦም ነይሮምስ ኸዚ ኢና ኣምጺናዮ ኢሎም ጣፍ ካብ ሽዱሽተ ሽሕ ሸውዓተ ሽሕ ናብ ዓሰርተ ክልተ ሽሕ ዕጽፊ ዘይቲ ካብ ሽሕ ሽዱሽተ ናብ ክልተ ሽሕ ሓሙሽተ ጦርነት ኒዮ ምስቶም ነገዴና ምስቲ ህዝቢ ብቻና ብቻ ኣነ ብናይ ዓሊ ዝሪኦ ኣለኹ ማለት እዩ ብናይ ዓሊ ዝሪኦ በቃ ብኸምኡ እዩ ኒኦ እምበ እቶም ኣብ በረኻ እኒኦው እዮም ብናውዓሉ ምኽንያት ንእሽተይ ግጭት ክህልዎም እዩ ብርግጥ የለ ይኾነ ኣሎ እዩ ንእሽተይ ግጭት ግን በቃ ብማዕዶ ኮይንካ ኣብ ስደት ኮይንካ ዓብይ ጭንቀት ኢኻ ትሕድር በቃ ከምዚያ ኮይኑ ዓድና ከምዚያ ኮይኑ ከምዚያ ተጀመሩ ትበሃል ተሎ ብጣዕሚ ኢና ኣካቢድና ንጨናነቕ ዘውዚ ለለ ሰብ ግን ናብ ጦርነት ዘይኮነ ልፍርሖለስ እዩ ጦርነትማ በቃ ብሓንቲ ንሓንቲ እያ ካብ ህዝብካ ካብ መናእሰይ ኣሕና ኣይንበልጽይ ካብቲ በረኻ ልሙት ለመንእሰይ ኣሕና ኣይንበልጽይ ንሞት ንኽእል ኢና ግን ብጥምየት ብነገድየታት ብቶም ሸቀጥቲ ሓደ ሓደ ነገራት እዩ ብጣዕሚ ጭንቀት ዘሕድሩለት ሰብ ብጥምየት ንኸይሞት ማለት እዩ እምበይ ብዝኾነ ኩነታት ጦርነትማ በቃ ምስ ሃገርካ ምእንቲ ዓድካ ኢሎ ከም ሙልትጋጨዩ መናእሰይ ኣሕዋትና ንሕና ልንሞት ንኽእል ኢና ልምንታይሲ ብዓድና እዮም እያ ትጋጭዮም ተነገዴ ግን ኣብቲ ነገዴ ኒኦ ሸቐጥ ግን ብጣዕሚ ብጣዕሚ እዩ ልገርመኩም ብጣዕሚ ማለት እዩ እና ብዙሕ ምጭናቕ ኣየድልይ ሰላም እዩ ዓድና ምንም ነገር የለ ከዚ ልፈርሕ ለሰብ ሰሪሑ ለይበልዕ ሽማግለ ብዙሕ በቃ ተን እኽለ እትዩ ካብ በረኻ ለሎ ገበር እኽለ እትዩ ተን እኽሊ እናሸጠ ዝኾነ ሸቐጣት ለልየ ነገራት ይገብር እዩ ከዚ ባንክ ተዓፀየ እቲ እኽሊ ዝተቕንዖ መን ሸማት እዩ ተዘይ ኣቅኒዕካ ከ እቲ ዘይቲ እቲ ጣፍ እቲ ገለ እቲ ሓደ ሓደ ነገራት ካበይ ይምጻእ እና እዩ ለጨነቀካ እምበይ እና ጦርነት ማ በቃ ሓዲ ሻዕ ልመጸ ብመንግስቲ ግጭት ምንቲ ዓዲ ልዓዲ ሃገር ልሃገር ልትጋጨየ ኣቡኡ ለፍለጠ እዩ እና ኣሕዋተይ እንደ ኣብቶም ነገዲን እዮስ መን እዩ ቃጽዓ እዮም ኣብ ሓደ ሓደ ከተማታት ሓደ ሓደ መኻዚነታት ስጉምቲ ይውሰድሎ እዩ ብበዝሒ ግን በቃ ለይፍለጡ ብዙሓት እዮም ዋላ ኣብዚሲ በቃ ዋላ ኣብቲ ጥቃታት ዘሎ ድኳናት ኣብዚ እንፈልጦ ድኳናት ኣብ ከባቢና ዘሎ ሚእቲ ኪሎ ኩንታል ማለት እዩ ኩንታል መፂኡ ዝፀንሐ ቡና ዝኾነ ዕግርግር ትስምዐ ተሎ በቃ ብሓንቲ ለይትስ ወይ ሓምሳ ቅርሺ ወይ ሚእቲ ቅርሺ ትውስኽ ቡና ማለት እዩ ግርም ይልል እዚሲ እሳቶም ዞም ነገድያ በሊዖም ክወፁ በሊዖም ከምልጡ እቲ ለይነግድ ሰብ ብጦርነት ለይሞተስ ብጥሜት ብስንኪ ነገድያ ክሞት ሕሰቦ እማ ኣውዚ እዩ ኒኤቲ ጭንቀት እምበይ ብዛዕባ ኩነታት ኣድናናየ እንትን ጽቡቅ እዩ ደሓን እዩ ከም መፍትሒኡ ክፍታሕ እዩ ብውዕሎ ፕሮቶርያ ገይሮም ብናይ ባዕሎም ስምምዕነት ገይሮም ክፍታሕ እዩ ትነገድየት ሸቃጥ ግን ምስቲ ህዝቢ ሓያል ጠርነት ሓያል ገጥሙ ክበሃል ይከኣል እዩ ብጣዕሚ ልገርም እቶም ስጉምቲ ዝተወሰደ መኻዚነታት ተኣሸጉ ኒኡ ይተኣሸጉ ዋላ ልሓዋሩ ማለት እዩ ንሳቶም ክወጹ እቲ ህዝቢ ክሞት ኣይሓስውይ። እና ኣሕዋተይ ኩነታት ዓድና ብዛዕባ እዚ ክንድዚ እዩ ኒኦ ብስንኪ ነገዴ ብስንኪ ሸቃጢ እምበይ ዓድናስ ጽቡቅ እዩ ሰላም እዩ ዳሕና እዩ ክበሃል ይከኣል እዩ ብብከባቢኡ ያው ከም ዝስማዕ ኣሎ ሓደ ሓደ ሞት ይህል እንዲዩ ግን በቃ ብዓድካ ልመጸ ብግጭት ልመጸ ምንም የኮነይ ገሪምና ንዐና እዞም ነጌዴታት ንህዝቢ ክቀትሉ እሳቶም ኣሺጎም ጸኒሖም ከፍቱ ሞት ሰብ ክሞት ልወይንም ሃፍቲሞም ልወይንም ተሪፎም እንታይ እዮም ክረኽቡ ንብለና ማለት እዩ እና ብዛዕባ ኩነታት ዓድና ብዙሕ ኣይትጨነቁ ኣጆኹም ክፍታሕ እዩ መድሃኒ ዓለም ንመን ኢልዎ ሰላም ክኾን እዩ ኣብ ስደት ኮይንካ ብርግጽ ንዓድካ ክትኣቲ ዓደይ ከይደ ክሰርሕ ዓደይ ከይደ ክነብር ደኺምኒ በቃ ጥዒና ኣውይኒ ትብላ ብዙሓት ኣሕዋት እየን ከምኡ ኢልክን ግን ብስንኪ ዕግርግር ዓድና ብስንኪ ኩነታት ዓድና ክትተርፋ ይብልክን ከም መፍትሑ ክፍታሕ እዩ ሞት ልሞትስ ዓድካ ሞት ይልሕሽ እምበ ኣብ ስደት ኮይንካ ስለ ኩነታት ዓድና ፈሪሕካስ ምንም መፍትሒ ይኾነ ማለት እዩ ዘን ኣሕዋተይ ብዛዕባ ኩነታት ዓድና ድማ እንተዘይመስል ፅቡቅ እዩ ዳሕና እዩ ንነበር ኣለና ትርለኽን ኣብ ስደት ሓሚቕና ነበርና ላሸቀና ጥዒና ላሰኣና ናፍቆት ሓዘን ብሓደ ሓደ ኣሕዋትና ብዙሕ በቃ ኣብ ስደት ብጣዕሚ ተባላሽና ነበርና ዓድና ምስቲ ኩነታት ኣሎ ከም ሃገር ክንበር ኢልካ ርእስካ ትእምንካ እየተመስገን ፅቡቅ ንነበር ኣለና እና ኩነታት ዓድና ፈሪሕክን ንዓድክን ምምፃእ ብዙሕ ኣይትፍርሓ በሃሊት እየ ሓፍትኸን ኣጆኽን ኣጆና ያው መድሃኒኣለም መኒልዎ ካብቲ ዝሓለፈስ ናይ ሎሚ ኩነታትስ ኣይፍርሒ ብዙሕ ነገር ኣሕሊፍና ኢና ትግራዋይ ጠንካራ እዩ ትግራዋይ ጅግና እዩ ትግራዋይ ብዙሕ ፈተና ዝሕልፍ እዩና ኣጆኹም ኣጀና በሃሊት እየ ሓፍትኹም ናይ ሎማዓንቲ ኩነታት ዓድና ዝብል ቪድዮ እዚ ይመስል ኩልኹም ብላይክ እተው ዘምሓዋተይ ኣንየለይ ባይ ባይ